ኣሰላሙ ዓለይኩም ወራህመቱላሂ ወበረካቱ ሰላም ዝኸበርኩም ተኸታተልቲ ነጃት ቢዩቲ ቻነል ንሎሚ ንፅልሚ ቆርበት ናይ ክሳድና ከብረሃልና ወይ ከፃዕድወልና ዝኽእል ከምኡውን ምጭምዳድ ቆርበት ዘለና እውን ብቐሊሉ ሰጥ ከብለልና ዝኽእል ኣብ ገዛና ካብ ዝርከብ ቀለልቲ ትሕዝቶታት እየ ሒዘልኩም መፅየ ዘለኹ ጽልሚ ቆርበት ናይ ክሳድ ከስዕቡልና ዝኽእሉ ምኽንያታት ብዙሕ እኳ እንተኾኑ ገለ ካብኡ ካብ ዝያዳ ክብደት ሰብነት፣ ምቅይያር ናይ ሆርሞን ንኣብነት ኣብ ጊዘ ጥንሲ ብተኸታታሊ ኣብ ፋውስ ንወስድ እንተኾይንናውን ኣብ ዝተፈላለየ ክፋላት ናይ ሰውነትና ሕብሩ ምቕያር የስዕበልና። ተኸታታሊ ጽሬት ዘይምሕላው ድሕሪ ጊዘ ክሳድና ሕብሩ ክቕይር ይኽእል፣ ከምኡ'ውን ብቐጥታ ናብ ጸሓይ ምቅላዕ'ውን ጽልሚ ናይ ቆርበት የስዕበልና። ብናይ ጥዕና ምኽንያት ንዝጸለመ ቆርበትና ናብ ሕክምና ብምኻድ ክንፍውሶ ይግበኣና። እቲ ምኽንያት ካልእ ምስ ዝኸውን ግን ኣብ ገዛ ብቐሊሉ ተኸታታሊ ክንክን ብምግባር ናብቲ ንቡር ሕብሩ ክንመልሶ ንኽእል ኢና ማለት'ዩ። ኣብዚ ተሞርኪስና ድማ ኣብ ገዛ ከነዳልዎ ንኽእል ቀሊል ትሕዝቶታት ክንርኢ ኢና። መጀመርያ ንገብሮ ስክራፕ ወይ መፋሕፍሒ እዩ። እሱ ድማ ብፍርቂ ሌሙን ከምኡውን ሓንቲ ማንካ ጥሑን ቡንን ጌርና ከነዳልዎ ኢና። ንተነቃፊ ቆርበት ወይ ሌሙን ዘይሰማማዓና ድማ ኣብ ኣክንዲ ሌሙን ብኮካናት ኦይል ወይውን ብዘይቲ ዘይቱን ጌርና ንጥቀም ንክእል። ወይ ድማ ምስ ቡን ቁሩብ ሽኮር ሓዊስና ብቁሩብ ጸባ ጌርና ላዕጢጥና ከም ስክራብ ንጥቀም ማለት እዩ። ከምኡውን ሳልሳይ ኣማራጺ ጥሑን ኮካናት ምስ ቁሩብ ጸባ ጌርና ክንጥቀም ንኽእል ኢና። እዚ ከም ኣማራጺ እዩ። ከም ምርጫና ወይ እውን ብቐሊሉ ኣብ ገዛና ካብ ንረኽቦ ጌርና ስክራብ ነዳሉ ንኽእል ኢና። እዛ ፍርቂ ሌሙን ዝቖረጽናያ ኣብ ቡን ከምዚ ጌርና እንዳደፍደፍና ኣብ ክሳድና ካብ ሓደ ስጋብ ክልተ ደቒቕ ስክራብ ክንገብር ኢና ብቕድሚትን ብድሕሪትን ማለት እዩ። ስክራብ ምስ ገበርና ብለበጥ ዝበለ ማይ ጌርና ሓጺብና ኣብ መወዳእታ ብማይ ዝሑል ወይ ብበረድ ጌርና ንደርዞ ማለት እዩ። ብድሕሪኡ ክሬም ከነዳሊ ኢና ብሓንቲ ማንካ ነሻ ወይ ውን ኮርን ፍላወር ሓርጭ ናይ ዕፉን ምስ ቁሩብ ጸባ ጌርና ክሬም ከነዳሉ ኢና ናይዛ ክሬም ኣማራጺ ድማ ሓርጭ ናይ ዕፉን ወይ ነሻ እንተዘይብልና ብዝኾነ ሓርጭ ክንጥቀም ንኽእል ከምኡ ውን ኣብ ክንዲ ጸባ ርግኦ ክንጥቀም ንኽእል ኢና እዚ ማራጺታት ድማ ብዘለና ወይ ኣብ ገዛና ብዘሎ ንክንጥቀም ኢለየ። ኩሉ ውን ሓደ ዓይነት ውጽኢታት እዩ ዘለዎ። ሓደ ማንካ ነሻ ምስ ቁሩብ ጸባ ላዕጢጥና ኣብ ክሳድና ካብ ታሕቲ ንላዕሊ እንዳገበርና ክንለኽዮ ኢና። እዚኣ ንምጭምዳድ ቆርበት ሰጥ ከተብለልና ትኽእል እያ። ንገጽና ውን ክንጥቀመላ ንኽእል ኢና ማለት እዩ። ን ዓሰርተ ሓሙሽተ ደቂቅ ጸኒሕና ድማ ብማይ ዝሑል ጌርና ክንሓጽቦ ኢና ኣብ መወዳእታ ዝኾነ ንመተርከሲ ዝኾነና ዘይቲ ከም ኮካናት ኦይል ዘይት ዘይቱን ዘይት ስምስም ወይ ውን ክሬም ተሊና ንመተርከሲ ንጥቀመሉ ውን ጌርና ከነተርኩሶ ኣለና። ሐራይ ካብ ታሕቲ ንላዕሊ እንዳገበርና ክንለኽዮ ኢና ማለት እዩ ንክልተ ግዜ ኣብ ሰሙን ክንጥቀመላ ኢና ከምዚኣ ጌርና ስክራብ እንዳገበርና ብድሕሪኡ እዛ ክሬም ንገብረላ ሐራይ እዛ ቪድዮ ጠቃሚት ክትከውን ተስፋ ይገብር ጠቃሚት ኮይና እንተረኺብኩማ እውን ኣብ ኩሉ ንክትበፅሕ ሼር ግበርዋ ኢኹም ብካልእ ቪድዮ ስጋብ ዝመፀኩም ሰላም